ሰላም ቤተሰብ ናይ ኣልግች ቻናል ተኸታተልቲ ዓመይ ኣለኹም እንታይ እንዲኹም ኣነ ሰላም እየ እግዚኣብሔር ይመስገን ንስኹም ንግሆን ሰላም ዘለኽዎ በቢ ዘለኸምዎ ሰላም ክትኾንለይ በዓልቲ ሙሉእ ተስፋ እየ ኣሕዋተይ እና ልማዕንቲ ከምቲ ልሙድ ናይ ገፅ ማስኪ ዝገርም ማለት እዩ ኣዝዩ ጠቃሚ ዝኾነ ናይ ገፅና ማስኪ ሒዘ መፂእ ኣለኹ እስካዕ መጨረሻ ተኸታተልዎ ማለት እዩ እስካዕ መጨረሻ ለይተኸታተልኩም ኣይትሕለፍዎ ክብለኩም ይደሊ ኣሕዋተይ ክቡራተይ ብጣዕሚ ይጠቕመኩም እዩ ቆንጆ ማስክ እዩ ልገፅና ከምዚ ናይ ግብርና እንድሕር ተንከባኺብናዮ ያው ቆንጆ ናይ ቆርበት ናይ ገፅ ቆርበት ክህልወና ይኽእል እዩ ማለት እዩ ወዛማ ክገብረና ጸሊም ጸሊም ነገር ነጣውጣው ጸሊም ነገር ማደት በተለይ ኮርኩም ማለት እዩ እዚ ገይረየ እኒሆ ዕርዲ ዝተሓወሰ ተኮይኑ ንማደት ዘለዎ ኣዝዩ ጠቃሚ ስለዝኾነ እስካዕ መጨረሻ ተኸታተልዎ ማለት እዩ ቤተሰብ ዝኾንኹም ላይክ ሸር ናገበርኩም ኮመንት ናገበርኩም ምብርታዕኹም ኣይፈለየኒ ቤተሰብ ዘይኮንኩም ድማ ሰብስክራይብ ናገበርኹም ቤተሰብ ኾነ ኮለኩም ይደሊ ክብራተይ እና ከምዚ ይመስል ከዚ ናብ ኣሰራርሕኡ ከመይ ጌሩ ከም ዝስራሕ ከርእየኩም እየ ሓቢርኩም ተኸታተሉ ማለት እዩ እነዚ ይመስል እዚ በጣጥስ ማለት እዩ በጣጥስ ድንሽ ብዓድና ማለት እዩ ድንሽ ይበሃል ብዛዓዲ እዚ ብዓረብ ሃገር ለለና ድማ ብጣጥስ ይበሃል ማለት እዩ። ኣብዚ ኣዳልየ ኣለኹ። ኣብዚ ደሞ ይቅርታ መሊጥ ኣምፅኤ እዮ ሙዝ እዩ ታይዩ ንኸይትብሉ ናይ ሙዝ እዩ ማለት እዩ። ኣጋጣሚ መሊጠ ስለምፃኸዎ ብታይ ስሙ ስለ እንትን ኣጋጣሚ ሓንቲ እያ ነይራ እሞ ደብርየ እያ ገለ ዝቆርበቱ ተረሰ እንትን ገይረዮ ማለት እዩ እና ሞዝዩ እንታይ እዩ እዚ ከይትብሎ ሞዝዩ እና እዚ ድማ ዝበጣጥስ ከምዚ ጌራ ድንሽ ማለት እዩ ናይ ዝሓዲ እዚ ቋንቋና ናይ ቀደመና ጉድ ዘገን እዩ ድንሽ ማለት እዩ ከምዚ ጌራ ይመልጦ እየ ማለት እዩ ዝናላዕለዩ ቆርበቱ ከምዚ ናገበርኩ ክሞልጠየ ማለት እዩ ኩለን ሰለስቲኡ ከምዚ ጌረ ያው ዝደለኽንኦ ዝደለኽሞ ወይ ሰለስተ ወይ ክልተ ወይ ሓንቲ ትጥቀሙ ትኽእሉ ኢኹም ኣነ ክልተ ሰብ ስለለኾና ዓርከይ እውን ስለለላ ንኣይ እውን ስርሕለይ ስለልበለትኒ ንክልቴና ዝኾን እየ ከዳሊ ማለት እዩ እና ንስኹም እውን ኣድልየኩም ሓንቲ ክልተ እውን ትገብሩ ትኽእሉ ኢኹም እና ብዋና ነገሩ ኣሰራርሕኡ ከመይ ከምዚ ምዃኑ ብቻ ሓቢርኩም ፅንሑ ማለት እዩ ከምዚ ጌረ መሊጠ ከዚ እዚ እንትን ጌረ የለኹ ማለት እዩ ብዚ በሻራ በሺረ የለኹ መብሸራ ማለት እዩ መፋሕፍሒ ዲለ መፋሕፍሒ ቢለየኒኹ ማለት እዩ ከምዚ ጌርኸን ብዚ ምንተ ማይ ከውፀእልኸን ብዚ ጽብብ ልበለኒዮ እንተ ከማይ ከውጽእ ማለት እዩ ማይና ድንሹ ብዚ ጽብብ ልበለተን ፍሕፍሖ ይምረጽ ማለት እዩ ክብረቴ እና ከምዚ ነገርኩ የጽልሎ እየ ማለት እዩ ወይ ብጨርቂ ተሊክን ብጨርቂ ወይ ድማ ከምዚ ዓይነት ሰፋያ ተሊክም ድማ ብከምዚ ዓይነት ተጽልልዎ ማለት እዩ ክብራተይ ከምዚ ነገርሁ ኩሉ ከጽልሎ እየ ማለት እዩ እና ካሜራ ደሞ ይቅርታ ባዕለይ ስለዝኾንኩ ልሕዘለይ ብዙሕ ስለሌለ ኣጋጣሚ ንሽቶ እናቸገረኒ እዮ ብዝኾነ ያው ስለረረአሎ ጸገም የብሉን ብዙሕ ላይቸግር የብሉይ እና ከምዚ ይመስል ማለት እዩ ኣጽሊለ ብለየ ኩሉ እስከ መጨረሻ ማለት እዩ ማዩ ኣምችዩ እስከ ለብል ጽቕቕ ናበልኹ ከጽልሎ እየ ማለት እዩ ኣብዚ ኣጽሊለ ወዲ ኣለኹ ከዚ ንቑሩብ ሰዓታት ከጽንሖ እየ ንቑሩብ ደቃይቕ ማለት እዩ ሙዝ ደሞ ኣብዚ ኣሎ ብማሽን ብዝኸላጥ ከምዚ ጊረ ክብሎ እየ ማለት እዩ ክኸልጦ እየ ወራተይ ከምዚ ነገርኩ ትኸልጦ ማለት እዩ ኣብዚ ወዲ ኣለኹ ካሊጠ ወዲ ኣለኹ ክብራተይ ያው ረእይዎ ከም ዝትርእይዎ ዘለኹም ንኸሊጠ እዩ ከምዚ ነገርኩም ክልጥ ኣቢልኩም እዚ ድማ ዝና ድንሽ ማይ ማለት እዩና ከዚ ዝተወሰነ ሰዓት ከፅንሖ እየ ና ድንሽ እንትን ስለለሎ ኣብዚ ኣፅሊለዮ ማዩ ማዩ ኣየድልየንን እዩ ብቻ እዚ ናታሕተዩ እየ ንእሽተን ሰዓታት ምስ ፀናሕኩ ወይ ፍርቂ ሰዓት ከምኡ ምስ ፀናሕኩ ኣየድልየኒ እዚ ታሕተዩ ጥራሕ እዩ ለድልየኒ ማለት እዩ ከምዚ ገይረ ምስቲ ሞዝ ዘበልክዎ ኣብዚ ኣሎ ማለት እዩ እና ምስቲ ሞዝ ብሓደ ሜክስ ይገብሮ ማለት እዩ ከምዚ ጌራ ከምዚ ጌራ ሜክስ ብደንቢ ጌራ እንትን ትኩዕ የብሎ ማለት እዩ ከምዚ ምስ ገበርኩ ደሞ ዕርዲ ትፈልጥዎ ኢኹም ዕርዲ ማለት እዩ እዚ ማለት እዩ ከርኩም ብዛዕድ ደሞ ከርኩም ይበሃል ናይ ገፅ ከርኩም ኣሎ ክቡራተይ ናይ ገፅ ከርኩም ተትጥቀማ ክብለክን ናይ ገፅ ዕርዲ ማለት እዩ ኣለ ዝሽወጥ ናይ ገፅ ዕርዲ ኢልክንስ ትረኽቦ ኢኽን ማለት እዩ እና ናይ ገፅ ዕርዲ ኣምፂእኽን ከምዚ ገይርኽን ሜክስ ትገብረኦ ማለት እዩ ምስዚ ኣነ ኮለሽቶ ነብዚ ሓሊ ይመስል ዕርድና ፀገም የብሉ ዕርዲ ጥቕሚ ስለለለዎ ዓብዪ ጠቐሚ ስለዝኾነ ከምዚ ገይረ ምስቲ ድንሽና እንትን ዝገበርክዎ ሜክስ ገይረ ኣብ ዕልባ ከምዚ ዝበለት ጎማ ገይረያ ማለት እዩ ኸዚ ልማዓንቲ ክገብረላ እየ ድሕሪ ክልተ መዓልቲ ኣብ ተላጃ ኣብ ፍሪዝ ኣቕሚጠ ድማ ክጥቀመላ ይኽእል እየ ማለት እዩ ክብራት እና ከምዚ ገይረ ኸዚ ናይ ብኢደ እየ ዝጥቀም ሰሪ ማለት እዩ ስለዚ ይብላ እና ከምዚ ገይረ ኹሉ ገፀይ እንትን ይገብሮ ማለት እዩ የወሃህዶ ማለት እዩ ኣብ ገፀይ ከምዚ ጌረ እየ ልምጥጦ ኣብ ኩሉ እየ ስማዕማዕ እየ እስካዕ መጨረሻ ተኸታተልዎ ማለት እዩ ያው ኣብ ኮመንት ፀሓፉለይ ርኢርቶኹም ርኢቶኹም ቻለንጅ ገፅኽን በቃ ግብር ሕድግ ተቢልኹምዎ ጠቕሚ የውሊ ዋጋ የውሊ ክቡራቲ ብቻ ተኸታተኒ በተለይ ምሳይ ቻለንጅ እንድሕር ገይርኹም ኣነ ዝጥቀሞ እንድሕር ላተጠቐምኹም ማለት እዩ ዝትርእዎ ለውጢ ትርእዎ ኢኹም ድሓር ማለት እዩ ወላ ናይ ፀጉሪ ይኹን ወላ ናይ ገፅ ማስክ ይኹን ንዝገብሮም ነገራት ኣነ ጠቓሚ ኢለ ስለ ለምፀኦም ማለት እዩ ብጣዕሚ ፅቡቓት እዮም እና ተጠቐሙ ተጠቐማ ክብረተይ ኣብ መጨረሻ ድማ ምሳየ እንታይ ዓይነት ለውጢ ከም ለምፀእልክን ዳሕራይ ትርእዮ ኢኽን ማለት እዩ ዋላ ና ፀጉሪ ዝሰርሐ እውን ኣሎ ናይ ፀጉርና ከመይ ጌርካ ከም እንጥቀም ማለት እዩ ኣነ ዝገብረ ዘለኹ እንድሕር እናገበርክን ምስናየ እንታይ ዓይነት ለውጢ ከም ለምፀእልክን እርግጠኛ እየ ለውጢ ከም ለምፅእ ማለት እዩ እና ከምኡላ ገበርክን ብዘይ ተስፋ መቑረፅ ገጽኽን ገጽኻ ወዲያው ልወዲያው እኳስ ለውጢ የምጽእ እዩ እንኳን ክልተ ሰለስተ መዓልቲ ናበልክን ከዚ ሎማዓንቲ ጌርክን ኣኳስ ሃመይ ዓይነት ለውጢ ከም ልምፀእልክን ማለት እዩ ብጣዕሚ ጽቡቕ እዩ ደሞ እስካዕ እንትን እዩ ወይ ተመሊሱ ልምለሰክን ገለ ይኾነ ጌርክንስ ገይርኹምሲ በቃ ንደቂ ተባዕትዮ እውን ፅቡቅ እዩ ንኩልኩም ማለት እዩ ክቡራተይ ተጠቀሙ ንዓኹም እውን ማስክ ልፅላዕ የለይ ማለት እዩ እና ከምዚ ደሪቁ ኣሎ ከዚ ገይረዮ ለኣስታት ርብዒ ደቂቃ ካብ ቢያንስ ካብ ዓሰርተ ደቂቃ ልላዕሊ ክኾነ እኒኦዎ ማለት እዩ ወይ ዕስራ ደቂቃ ወይ ርብዒ ሰዓት ወይ ዓሰርተ ሰዓት ደቂቃ ከምታ እዩ ስምኾን ኣነ ዕስራ ደቂቃ እየ ፀኒሐ ማለት እዩ ከምዚ ገይረ ኸዚ ይሕፀቡ ኣለኹ ማለት እዩ ቀስ ኣቢልክን ትሕፀቡ ተለኹም ግን ገፅኹም ንኸይጉዳእ ቀስ ኣቢልኩም ትፍሕፍሕዎ ማለት እዩ ማይና ገበርኩም ከምዚ ገይርኩም በይ ከምዚ ገይርኩም ፍሕፍሕ ተብልኩምዎ ገፅና ረቂቕ ስለዝኾነ ክጉዳእ ይኽእል እዩ ብቐሊሉ ማለት እዩ ወይ ከብለና ክኽእል እዩና ከምዚ ነግህርኩም ንንሽቶን ነግህርኩም ማይላ ግህርኩም ተብልዎ ትሕፀብዎ ማለት እዩ ክብራተይ ኸዚ ኣብዚ ተሓፂበ ወዲእ ኣለኹ ከምዚ ጌረ ማለት እዩ ተሓፂበ ኣለኹ ደሞ ለውጢ ድማ ብጣዕሚ ልስሉስ እዩ ማለት እዩ ገፅካ ከም ትሕዞ ተለካ ሲ ብጣዕሚ እዩ ልስሉስ ልስላሰ ለዋዕሉ ሲ ይውስኽ ማለት እዩ ካብቲ ልስላሰኡ ድማ ካብቲ ምልስላሱ ድማ ፅርየቱ ማለት እዩ እዚ ፀሊም ፀሊም ዘለዎ በቃ ከምዚ በተለይ ምግቢ እንሰርሕ ዘለና ኣዲ ዓረብ ውሕድ ርኽን ኣነ ባዕለይ ስለ ዝርእዮ እዩ ኣብ ባዕለይ ስለ ዘለኒ እዩ በቃ ከምዚ ብዝተፈላለየ ማስክ ናይ ገፅ ማስክታት ስለ ዝጥቀም እምበይ ቅድሚ ቪድዮ ከምዚ ምውሳተይ እውን ይሰርሕ እየ ነይረ ለባዕለይ ማለት እዩ ካብዘን እንትናት ለለዋ እንትን ላረኹ ወይ ናይ ዓሞታተይ ልጥቀሞ ገለ ላረኹ ንገፀይ ይንከባኸቦ እየ ነይረ ማለት እዩ። ብጣዕሚ ይባላሾ ነይሩ ማለት እዩ። ኻዚ ግን እግዚኣብሔር ይመስገን ዳሕና እዩ ብዙሕ እንትን ለብል ኣይኾነ ለኸፍእ ኣይኾነ ማለት እዩ። እና ኣብዚ ክገድፈኩም ተሓፅየ ወዲኤ ኣለኹ። ሰሰናዩ ላይክ ሼር ኣይትረስዑ ክብራተይ።